ሰላም ሰላም ሰላም ሰላም ክቡራት ኣሕዋት ከመይ ከኒኹም ደሓን ዲኹም ኩሉ ሰላም ክኸውን ተስፋ እናገበርኩ ምሳኻትኩም ዘለኹ ሓውኹም ተስፎም መልኣከ ሎም መዓልቲ እውን ካብ እቲ ጠቓሚ ሜድያ ማለት እዩ ብሓንቲ ኣገዳሲት ኣርእስቲ ከምቲ ትፈልጦ ኩሉ ግዜ ኣብ ህጻናት ኣብ ቆልዑ ዘለን ተገዳስነት ካብ ዘውርዶ ቪድዮታት ክትዕዘብዎ ትኽእሉ ኢኹም። ሎማዓልቲ እውን ብዛዕባ ኣቀራርጻ ቆልዓ ንደቅና ከመይ ጌርና ዲሲፕሊን ነትሕዞም ስለምንታይ ኢና ከ ዲሲፕሊን ከነትሕዞም ዝድለ ዝብል ኣርእስታት እየ ሒዘ መጺኤኩም ዘለኹ። ቅድሚ ናብታ ኣርእስተይ ምኻደይ ግና ኣጋይሽ ተዳኾንኩም ሳብስክራይብ ክትገብሩ እቶም ኣጋይሽ ዘይኾንኩም ከኣ ኩላትኩም ማለት እዩ ኣጋይሽን ዘይኣጋይሽን ነዚ ቪድዮ እዚ እንተ ጠቂሙኩም ምስ ካልኦት ሰባት ከተካፍልዎ ሸር ክትገብርዎ ብኽብሪ ይዕድመኩም እቶም ነቲ ዘውርዶ ቪድዮ ቀጻሊ ኣብ ናትኩም ኮሚኒቲ ሸር እናገበርኩም እቶም ዩቲዩበርስ ማለተ ሸር እናገበርኩም ናብ ዝያዳ ናብ ብዙሓት ሰባት ክበጽሕ ኣብቲ ናትና ኮሚኒቲ ከኣ እቲ ከብጽሖ ዝደሊ መልእኽቲ ንከብጽሖ ትሕግዙኒ ዘለኹም ኩላኻትኩም ኣዝየ የመስግነኩም። ናይ መወዳእታ ቅድሚ ናብ ኣርእስተይ ምኻደይ ኩላኻትኩም ነዚ ቪድዮ እዚ እትሰምዑን እትከታተሉን ዘለኹም ወለዲ ቆልዑ ዘለኹም ቆልዑ ዘይብልኩም ሰባት ኣዚኹም ኣዚኹም ኣዚኹም ጠቐምቲ ምዃንኩም እናኣዘኻኸርኩ ናብ ኣርእስተይ ክሓልፍ እየ ማለት እዩ። ስለዚ ሎማዓንቲ ብዛዕባ ምቕጻዕ ቆልዓ ወይ ከኣ ምቕጻዕ ውሉድ ብዛዕብኡ ኢና ክንዘራረብ ከመይ ጌርና ኢና ክንቀጽዖም ዝግብኣና ስለምንታይ ኢና ከ ክንቀጽዖም ንደሊ ዝብል ክልተ ሓሳባት ሒዘ ሒዘ መጺኹም ዘለኹ ምሳይ ጽንዑ ክሳብ መወዳእታ ክትከታተሉና ከኣ ናይ ክብሪ ዕድመ ይቐርብ ማለት እዩ ስለዚ ኣጋሳዓ ቆልዓ ወይ ከኣ ቻይልድ ዲሲፕሊን ዝበሃል ኣዝዩ ኣገዳሲ ኮይኑ መጀመርታ መጀመርታ ስለምንታይ ኢና ንቆልዓ ክንቀፅዖ ንደሊ ዝብል ሓሳባት ኩላትና ንስሕተ ኮይና ይስምዓንን ግን ናተይ ሓሳበተይ ኣነ ዝተረዳእኒ ነገር ኣነ ዝፈለጥክዎ ክሳብ ሕጂ ሰለስተ ቆልዑ ኣብ ምዕባይ ተፀሚደ ይርከብ ስለዚ ስለምንታይ ኢና ንደቅና ክንቀፅዖ ምስዝለ ዝብል ኩሉ ግዜ ደቅና ክንቀጽዖም ንደሊ ንርሑቕ ስለ ንጥምት ምስ ዓበዩ ከኣ ኣፍረይቲ ዜጋታት ክኾኑ ነቲ ዘለዎ ሕብረተሰብ ዝጠቕሙን ዋጋ ዘለዎምን ኣፍረይቲ ምእንቲ ክኾኑ ኢና ንቐጽዖም ማለት እዩ ወይ ከኣ ንቖልዓ ንቐጽዖ ካብ ዘይተደልየ ሕማቕ ባህሪ ክንኣልዮ ስለ ንደሊ ማለት እዩ። ከምቲ ኣቦታትና ዝብልዎ ቆልዓ ብንእሱ ቆርበት ብርሑሱ ዝብሃል ንቆልዓ ብንእሱ ከሎ ንእሽተይ ከሎ እንተ ዘየቕኒዕካዮ ናብቲ ክኸዶ ዝግብኦ እንተ ኣንፈት ዘየትሒዝካዮ ኣብ ምስ ዓበየ ኣንፈት ከተትሕዞ ኣይትኽእልን ኢኻ ወይ ከኣ ኣንፈቱ ስሒቱ ክዓቢ ይኽእል እዩ። እቲ ኣንፈት ከነትሕዘሉ እንደሊ ምኽንያት ከኣ፣ እቲ ክንቀጽዓሉ እንደሊ ምኽንያት ከኣ፣ ቆልዓ ንእሽተይ ከሎ ዝጎድኦን ዘይጎድኦን ነገራት ፈላልዩ ክርኢ ወይ ከኣ ክፈልጥ ኣይኽእልን'ዩ ዝብል ግምትን ሓሳብን ስለ ዘለና'ዩ። ስለዚ ንሕና ካብቲ ዘለና ተመክሮ ናይ ህይወት ንደቅና ዝጠቕሞምን ዘይጠቕሞምን ኣቐዲምና እንፈልጥ ሰባት ስለ ዝኾንና፣ ንደቅና ከኣ ነቲ ዝጎድኦም ነገር ክገብሩ እንከለዉ ዝገትኦም ምዃኑ ፈሊጥና ካብኡ ተኣሪሞም ናብቲ ዝሓሸ መንገዲ ናብቲ ኖም ዝጠቅም ንመፃኢኦም ብሩህ ዝገብር ጠባይን ባህርን ልምድን ከማዕብሉ ምእንቲ ክኽእሉ ኢና ንቐፅዖም ማለት እዩ። ስለዚ ክንቀፅዖም ከለና ኩሉ ግዜ ሓደ ሓደ እቲኣ ቁፅሪ ሓደ ክንገብራ ዝግበኣና እቲኣ ቀዳመይቲ ናይ ስድራ ቤት ኣካይዳ ክህልወና ክኽእል ኣለዎ። ኣቦን ኣደን ኩሉ ግዜ ብሓደ ዝሓስቡ ሓደ ዓይነት ኣካይዳ ዘለዎም ነቲ ኣቦ ጌጋ ዝበሎ ኣደ ውን ጌጋ ኢላ ከም ትሰምሮ ኩሉ ግዜ ኣቦን ኣደን ብሓድነት ክመላለሱ ክኽእሉ ኣለዎም እንተ ኣቦን ኣደን ሓደ ዘይኮይኖም እቲ ቆልዓ ኩሉ ግዜ ኣብ መንጎ ኣትዩ ማኒፕሌት ክገብር ይኽእል እዩ ማለት እዩ ኣቦኡ እንተ ሽኮራዊ ነገር ብዙሕ ዘይህቦ ኮይኑ ናብ ኣዲኡ ከይዱ ግን ኣዲኡ ሽኮራዊ ነገራት ትህቦ እንተድኣ ኮይና ስለዚ ነዚኣ ብኮዚያ ተጠቒሙ እቲ ቆልዓ ንመጻኢኡ ንሂወቱ ንጥዕንኡ ክሃሲ ዝኽእል ሽኮራዊ ነገራት ካብ ኣዲኡ ክረክብ ይኽእል እዩ ወይ ከኣ ብኣንጻሩ ካብ ኣቦኡ ክረክብ ይኽእል ዝኸውን ኣዲኡ ትኸእሎ ተኾይና ማለት እዩ ስለዚ ኣብቲ እንገብሮ ኣካይዳ ምስ ደቅና ንመጻኢኦም ክንቅልሶ ቆልዓ ብንእሱ ኢልና ብንእሶም ከለዉ ንመጻኢኦም ዝቕልስን ዝጠቅምን ነገራት ክንዓይ ክንጅምር ከለና መጀመርታ ክንሓስቦ ዝግበኣና ኩሉ ግዜ ኣቦን ኣደን እናተበሓሰ ንነብር ኣብ ሓደ ቦታ ኣብ ሓደ ገዛ ኣብ ሓደ ከባቢ እንተተሃሊና ኩሉ ግዜ ሂንሚን እናበልና ንደቅና ዝጠቅም ዘበለ ነገራት ኣብ ምውሓስ ኢድን ጓንትን ኮይና ክንዓይ ሓደ ኮይና ክንዓይ ይግበኣና እዩ መታን ደቅና ኣብ መንጎና ነቲ ብጎ ተጠቒሞም ከይጉዱን ከይህሰዩ ማለት እዩ በዚ ኩሉ ግዜ ብዛዕባ መቕጻዕቲ፣ ዲሲፕሊን፣ ስነ-ስርዓት ንቖልዓ ኢልካ ትሓስብ ከለኻ፣ ንመጻኢ ናቱ፣ ንብሩህ መጻኢኡ፣ ንጽባቐ ናቱ ኢልካ ስለ ትሓስብ፣ ክልቴኻ ኣብ ሓደ ዕላማ እሞ ብዙሕ ዘይትሰማምዕ ነገራት ክህልወካ ይኽእል ይኸውን፣ ኣብ መንጎ ኣቦን ኣደን፣ ኣብ መንጎ ሰብኣይን ሰበይትን፣ ምእንቲ እቲ ቆልዓ ክትብል ግን፣ ነቲ ዕላማ መጻኢ ናይ ውላድካ ንኽትብል ግን ኣብቲ ምስ ውላድካ እትገብሮ። ናይ ስነስርዓት ቃልሲ ኩሉ ግዜ ሓድነት ክህልወካ ኣዝዩ ኣዝዩ ኣዝዩ ተመራጺ ኣዝዩ ውፅኢታዊ ዝኾነ ኣብ መፃኢ ውላድካ እትሪኦ ፍረ ክትሪኦሉ እትኽእል ነገር ምዃኑ ክንፈልጥን ክንኣምንን ይግበኣና ማለት እዩ ስለዚ ኣቦናትን ብሓደ ኮይኖም ክሰርሑ ኣለዎም ንብል ኣለና እቲኣ ቀዳመይቲ ማለት እዩ ኣዝያ ኣገዳሲት እያ ንመፃኢ ናይ ውላድካ ከተውሕስ ማለት እዩ እቲኣ ካልኣይትኻ ነቲ ውላድካ ምስ ቀጻዕኻዮ ከምዚ ዝብል ሕቶ ኣሎ ሓደ ወላዲ ቀጻዒ እቲ ሓደ ወላዲ ከዓ ኣፍቃሪ ክኸውን ኣለዎ እቲ ሓደ ትርር ዝበለ እንተ ኮይኑስ እቲ ሓደ ከኒ ልስልስ ዝበለ ክኾን ኣለዎ ዝብል ኣዘራርባ ኣሎ። እቲ ዝበለፀ ግን ኣብቲ ምቕፃዕ መፂእኻ ኣብቲ ስም ስርዓት ምትሓዝ መፂእኻ ዕላማኻ ንፁር ስለዝኾነ ንውላድካ ፅቡቕ ናይ ውላድካ ደሊኻ ትገብሮ ነገር ስለዝኾነ ንውላድካ ክትጎድኦ ኢልካ ስለዘይኮንካ ትገብሮ ዘለኻ ኣብቲ ጌጋ ዝኾነሉ ኩሉ ግዜ ኣቦን ኣደን ክልቴኻ ተረርቲ ክትከውን እቲ ተመራፅን እቲ ዝበለፀን እዩ ማለት እዩ። ስለዚ እዚ ባህሪ እዚ ኣባኻ እንተዘየለካ ንስኻ ከምኡ ንኽትከውን ክትጽዕርን ክትዓይን ይግበኣካ ምኽንያቱ መጻኢ ውላድካ ኣዝዩ ስለ ዘገድሰካ ማለት እዩ። ደቅና መጻኢና ስለ ዝኾኑ ምእንቲ ደቅና ኢልና ብዙሕ ነገራት ኣብ ሂወትና ብዙሕ ነገራት ኣብ ባህርያትና ለውጢ ክንገብር ኣገዳሲ እዩ። ስለዚ እቲ ሓደ ወላዲ ፍኹስ ልስልስ ዝበለ ልምልም ዝበለ ዘይተሪር እቲ ሓደ ወላዲ ኻኒ ኣዝዩ ተሪር ቀጻዒ ክኸውን ጽቡቕ ኣይኮነን ነቲ ቆልዓ እውን ኣብቲ ናቱ ስነ ኣእምሮ ነቲ ቀጻዒ ወላዲ ፍቕሪ ከምዘይብሉ ገይሩ ክሪኦ ስለ ዝኽእል ነቲ ልምልም ዝኾነ ወላዲ ኸዓ ከም ኣፍቃሪ ገይሩ ክሪኦ ስለ ዝኽእል ናብ ቦነደን ብኡ መሰረት ከዓ ዝተፈላለየ ኣጠማምታ ክጥምቶም ስለ ዝኽእል ኣብ መፃኢኡ እውን ኣብ ስድርኡ ዘለዎ ኣጠማምታ ግጉይ ዝኾነ ኣጠማምታ ምእንቲ ከይህልዎ ክልቴኻ ብዝተኻለ መጠን ኣብቲ ጌጋ ዝኾነ ጌጋ ክገብር ከሎ ንመፃኢኡ ዘይጠቅም ንመፃኢኡ ዝሃሲ ነገራት ክገብር ከሎ ክልቴኻ ኣዚኻ ተረድእታ ክትከውን ነቲ ዝግባእ መእረምታ ክትህቦ ከዓ ተመራፂ ይኸውን። ምስ ኣረምካዮ ንውላድካ ጌግኡ ምስ ነገርካዮ ወይ ከዓ ስነ ስርዓት ምስ ኣትሓዝካዮ ወይ ከዓ ህንምህን ኢልካ ዝገበሮ ዘይፅቡቕ ኣረዲእኻ ናብ ካልእ ፅቡቕ ነገር ገፅካ ከተምርዖ ምስ ጀመርካ እቲ ውላድካ በቲ ዝገበርካሉ መቕፃዕቲ ወይ ከዓ በቲ ዝወሰድካዮ ናይ ዲስፕሊን ስጉምቲ ጓሂ ከይስምዖ ወይ ከዓኒ ሪጀክት ዝገበርካዮ ዝተነጸገ ዘይቅቡል ዓይነት ስምዒት ኣብ ውሽጡ ምእንቲ ከይምዕብል ከኣ ብድሕሪ መቕጻዕቲ ብድሕሪ ዲስፕሊን ምትሓዝ ብድሕሪኡ ዝመጽእ እምበኣር ክልቴኻ ወለዲ ፍቕሪ ክትልግሰሉ ምስኡ ዘለካ ዝምድና ዝያዳ ክብርትዕን ክሕይልን ዝያዳ ፍቕሪ፣ ዝያዳ ሓልዮት፣ ዝያዳ ለውሃት፣ ዝያዳ ጽቡቕ ነገራት ከተርእዮ ከኣ ኣዝዩ ኣገዳሲ ይኸውን። ስለዚ እቲ ቆልዓ ኩሉ ግዜ ነቲ ዲሲፕሊን ምስ ሪጀክሽን ምስ ዘይምቕባል ምእንቲ ከይተዓዕዞ ዲሲፕሊን ምስ ፍቕሪ፣ ምስ ለውሃት፣ ምስ ሕያውነት፣ ምስ ምድንጋጽ፣ ምስ ጽቡቕ ብዛዕብኡ ምድላይ ምእንቲ ክተዓዕዞ ብድሕሪ ብድሕሪ እቲ ናይ ዲሲፕሊን ስጉምቲ ምስ ወሰድካ ዝያዳ ፍቕሪ፣ እቲ ልግስ ዝያዳ ለውሃት እተርኢ፣ ዝያዳ ሓልዮት እተርኢ ምዃንካ ከኣ ከተርእዮ ኣዝዩ ኣገዳሲ እዩ። ምኽንያቱ ኣብቲ ናቱ ሳይኪክ፣ ኣብቲ ናቱ ስነኣእምሮ ምዕሩይ ዝኾነ መረዳእታ ብዛዕባ ዲሲፕሊን፣ ብዛዕባ ስነስርዓት ክህልዎ፣ ብዛዕባኻ እውን ምእንቲ ክህልዎ። እዚ እውን ናይ ስነልቦና ተመራመርቲ ከም ዝብልዎ ድሕሪ መቕጻዕቲ ዝኾነ በዚ ናይ ዝኣቲ ኮፒ ሎን ኢና ንብሎ ዝኾነ ክትህቦ ክትክእል ኣለካ ዝኾነ ነገር ሕጂ እቲ ትህቦ ነገር ነገራዊ ክኸውን ይኽእል እዩ ወይ ከዓ ስምዒታዊ እተሪኦ ነገራት ሓልዮትን ፍቕርን ገንዘብ ወይ ከዓ ግዜ መውሰድን ክኸውን ይኽእል እዩ ግድን ኣይኮነን ዝብላዕ ነገር ወይ ከዓ ዝስተ ወይ ከዓ ዝኾነ ዝፃወተሉ ነገር ክትህቦ ማለት እዩ ካልእ ቁፅሪ ሰለስተ ኢለ ሒዘያ ዘለኹ ንውላድካ ክተዕብዮ ኣለኻ ንውላድካ ዲስፕሊን ክትግበሮ ኣለኻ ንውላድካ ስነ ስርዓት ክተትሕዞ ትሓስብ ከለኻ ንውላድካ ምዕሩይ ዝኾነ ህይወት ባህርያት ልምዲ ከማዕብል ኢልካ ኣብ ትሰርሓሉ ኣብ ትዓየሉ ግዜ በቲ ዝገብሮ ጌጋታት ብዙሕ ግዜ እንተ ብዙሕ ጌጋ ገይሩ ብዙሕ መረርታ ብዙሕ ስነስርዓት ብዙሕ ዲስፕሊን ብዙሕ ምእራም ከተርኢ ክትገብረሉ እንከለኻ ኣብቲ ናትካ ስነ ኣእምሮ እውን ክትጥንቀቕ ይግባእካ ኩሉ ግዜ ውላድካ ክእለት ከም ዘይብሉ ዓቕሚ ከም ዘይብሉ ኩሉ ግዜ ዝጋገ ጥራይ ምዃኑ ጌርካ ንኸይትቐልፅኻ ክትጥንቀቕ ይግባእካ እዩ ስለዚ ንኣብነት ትምልሰሉ ወይ ክትእርሞ ከለኻ ከምዚ ኣይትፈልጥ ኒሃ ንስኻ ከምዚ ኣይትገብር ኒሃ ንስኻ ኩሉ ግዜ እንታይ ከም ዝትገብር ኩሉ ግዜ እታ ክንዲ ዘይትፈልጥ ክንደይ ግዜ ነዚ ክነግረካ ደንፈር ትፈልጣ ክንሳ ከምዚ እናበልካ ነቲ ውላድካ ፍልጠት ከም ዘይብሉ ዓቅሚ ከም ዘይብሉ ክእለት ከም ዘይብሉ ከተረድኦ ወይ ኣብቲ ናትካ ስነ ኣእምሮ ከምኡ እናማዕበለ መጺኡ ብቃላትካ ጌርካ ነቲ ውላድካ ክእለትን ዓቕምን ከም ዘይብሉ ምእንቲ ኸይትገብሮ ክትትክኣ ይግብኣካ እዩ። ስለዚ ክጋገ እንከሎ ኣብ ክንዲ ኩሉ ግዜ ድኣ ከምዚ ትገብር ትብሎ ከምዚ ንገብር ዲና ንሕና ከምዚ ይግበር ድዩ ከምዚ እንተጌርካ ሳዕቤኑ እንታይ እዩ ንኣብነት የመን ጸጋም ከይረኣየ ጽርግያ ሰጊሩ ከም ወላዲ ንስኻ ብጣዕሚ ይስመዓካ ምክንያቱ መኪና መጺኣ ትሃርሞ ስለ ትኽእል ኣብ ናይ ጽርግያ ናይ መኪና ንዛረብ ኣለና ስለዚ ኣብ ክንዲ ሰንቢት ከኣ ኣታ ቆልዓ ደንበረ ኣእምሮ ኣለካ ኣብ ክንዲ ትብሎ ኣታ ቆልዓ ደንበር ትፈልጥ ኢኻ ኣብ ክንዲ ትብሎ ደው ኣቢልካ ሒዝካ ጽርግያ ንሰግር ከለና እንታይ ክንገብር ይግባኣና ጽርግያ ክሰግር ከለኻ የመን ጸጋም ኬሪያ ኣንትሰግርካ እንታይ ከጋጥመካ ይኽእል መኻይን ከም ዝመጻ መፅየን ክሃርማኻ ከም ዝኽእላ እዚ ዘኪርካዮ ኣለኻ ዶ እዚ ፈሊጥካ ኣለኻ ዶ ኢልካ ኣብ ክንዲ ብዛዕባ ንኡ ብቐጥታ እንትትወቕሶ ነቲ ሳዕቤን ናይቲ ዝገበሮ ስጉምቲ እንታይ ከም ዝመስል ከተርእዮ ዝያዳ ተመራፂ ይኸውን ማለት እዩ ወይ ካኒ ንበል ስኑ ብራሽ ክገብር ስኑ ክምውፅ ማለት እዩ ንጎን ምሸትን ከም ዘለዎ ቐፃሊ ትነግሮ ቀጻሊ ከይርስዖ ለዚ እስኻ ተቆጢዕኻ ኣነ ክንደይ ግዜ ክነግረካ ደንበር ኣእምሮ ኣለካ ደንበር ትዝክር ኢኻ ኩሉ ግዜ ድኻ ትርስዖ ገለ ኣብ ክንዲ ትብሎ ኮፍ ኣቢልካ ንግሆ ብራሽ ተዘይገርካ መሸትካ ብራሽ ተዘይገርካ ስንኻ እንታይ ይኸውን ስንኻ ይባላሾ ስምካ ተተበላሽኻኒ ቃንዛ ክህልወካ እዩ ቃንዛኻ ፅቡቅ ኣይኮነን እናበልካ ብርትዓዊ ዝኾነ ዲያሎግ ጌርካ ከተረድኦ ዝያዳ ተመራፂ ይኸውን ኣብ ክንዲ ምሂርካ ብቀጥታ ናቱ መንነት ኣብ ክንዲ ትወቅዕ ማለት እዩ ስለዚ ስለምንታይ ከምኡ ዝብለኩም ዘለኹ ኣነ ከም ወላድ እውን ብዙሕ ግዜ ዝፍተኖ ነገር ስለዝኾነ ንርእሰይ ካብኡ ወፂዕ ኣይኮንኩን ዝዛረብ ዘለኹ ኣነ እውን ንባዕለይ ከምኡ ክገብር ከምኡ ስለ ዝገብር ኣብ ኮምፒተር ጌጋታት ስለ ዝገብር ሓሳብ ክትገብር ፈጭቕ ይብለካ እሞ ትመልሶ ስለዚ ንሓደና ክንመሃርን ንሓደና ይህንሜን ክንፈሃርን ስለ ዝኾነ ነቲ መፃኢ ናይ ውላድካ ንስኻ ብቐጥታ ንመንነቱ ዝወቅዕ ዝሃርም ቃላት ተጠቀምተላ ኩሉ ግዜ ትቆልዓ ርእሱ ከትሕትን ኣብ ቅድሚ መሳቱኡ ኣብ ቅድሚ ትም ኣብ ቤት ትምህርቲ ይኹን ኣብ ኣብ ዝኸዱ ዘበለ ኩሉ ሪጀክሽን ክስምዖ ስለ ዝኽእል ኩሉ ግዜ ትሕት ዝበለ ሰብ እዩ ዝኸውን ሓሳባቱ ከም ድሌቱ ዝገልጽ ሰብ ኣይኮኒ ወይ ከዓ ንኩሉ ግዜ እታ ኣንስቲ ርስዕ ተልከዮ ረሳዒ ከም ዝኾነ ንርእሱ ይእምና እሞ ናይ ምዝካር ዓቕሙ እንዳጎደለ ክመጽእ ይኽእል እዩ ነዚ ኣብቲ ስነ ኣእምሮ ናቶም ምእንቲ ከይንሃስዮም ኣብ ደቅና ዘሎ ፖተንሻል ኣብ ደቅና ዘሎ ዓቕሚ እናዘከርና ክጋገዩ እንከለዉ ብርትዓዊ ዝኾነ ዲያሎግ ኢህን ምሂን ጌርና ክንእርሞም ክንጽዕር ክንክእል ኣለና። ቀሊል ኣይኮነን ብስራሕ መጺኻ ደኺምካ ንሱ ውን ብትምህርቲ መጺኡ ደኺሙ ክልቴኻ ደኺምካ ከለኻ ንሱ ብቐሊሉ ጌጋ ክገብር ይኽእል እዩ ንሳኻ ብቐሊሉ ጌጋ ክገብር ትኽእል ኢኻ ስለዚ ኣብ ከምዚ ዓይነት ኩነታትን ሃዋህውን እቲ ዓብዪ ዝያዳ ተጻዋርነት ክህልዎ ይግብኦ እሞ ውላድና ካብ ትምህርቲ መጺኡ ካብ ጸወታ መጺኡ ደኺሙ ብቐሊሉ ጌጋታት ክገብር ከሎ ብእምሮን ብምስትውዓልን ብጥበብን ጌርና ክንእርሞም ኣብኦም ዘሎ ዓቕሚ እናርእና ማለት እዩ። እዚ ሎመዓልቲ ኣይትፈልጥን ኢኻ ንስኻ እምበር ኣእምሮ ኣለካ ድዩ ሕሙም ዲኻ ገለ መታት ኢልካ እትጸርፎን ክትጸርፎ ብቐሊሉ ክትጸርፎ እትኽእልን ዓይነት ውሉድ ናይ ጽባሕ ንግሆ ፕረዚደንት ክኸውን ይኽእል እዩ። ናይ ጽባሕ ንግሆ ፓይሎት ክኸውን ይኽእል እዩ። ናይ ጽባሕ ንግሆ ዶክተር ክኸውን ይኽእል እዩ። ናይ ጽባሕ ንግሆ ኢንጂነር ክኸውን ይኽእል እዩ። እዚ ምሳኻ ዘሎ ውላድካ መጻኢኡ ኣዝዩ ኣዝዩ ሰፊሕን ዓብን ስለ ዝኾነ እንታይ ዓይነት ዓቕሚ ኣለዎ ንስኻ ብቐሊሉ ክትርድኦ ስለ ዘይትኽእል ዓቕሚ ከም ዘለዎ ጥራይ ፈሊጥካ ንዓቕሚ ዘለዎ ሰብ ትእርም ከም ዘለኻ ንዓቕሚ ዘለዎ ንጽባሕ ንግሆ ንሃገር ክልውጥ ዝኽእል ዓይነት ሰብ ትእርምን ትመርሕን ትዕብን ከም ዘለኻ ተረዲእካ በዚ በዚ ዓይነት ኣኽብሮት እዚ ነቲ ውላድ ካብ ትሪኦ ተጀሚርካ ብኣኽብሮት ብኣገባብ ክትእርሞን ስነ ስርዓት ከተትሕዞን ንመጻኢ ከዓኒ ዝያዳ ብሩህ ክትገብሮ ትኽእል ኢኻ ማለት እዩ። በዚ ኣብ ደቅና ዘሎ ዓቕሚ ክንርስዕ የብልናን። በቲ ዝገብርዎ ጌጋታት ንደቅና ዝያዳ ኣንደርማይን ክንገብሮም ክንነኣእሶም ምናዳ ኣብ ቃላትና እዞም ትግርኛ ተዛረብቲ ዘዕበየና ነገራት ውን ክህሉ ስለ ዝኽእል ኣብዚ ሓድሽ ዝኾነ ወለዶ ዘሎ ሓድሽ ዝኾነ ምዕባለ ሓድሽ ዝኾነ ዓይነት ኣተኣኣርማ ናይ ቆልዑ ኩሉ እናተምሃርና እና እናፈለጥና ማለት እዩ ብኡ መሰረት ክንዕብዮም ይግብኣና እዩ። ራብዐይቲ ንውላድካ እንተ ክትዕወት ኮንካ ውላድካ ኩሉ ግዜ ቀፃልነት ክህልወካ ክኽእል ኣለዎ ብመዓልቲ ሽኮራዊ ነገር ሰሉስ ሰሉስ ምብላዕ ጌጋ እንተልካዮ መዘላ ሰሙን ወይ መዘላ ወርሒ ሕራ ኢልካ ክትቦ ኣይግበኣካን እዩ ምክንያቱ እቲ ትገብሮ ኮንሲስተንሲ እቲ ትገብሮ ቀፃልነት ሓደ ንስኻ ባዕልኻ ናይ ቀፃልነት ባህሪ ጥቕሚ ከም ዘለዎ ንውላድካ ብዘይርዳእካ ብዘይርቶ መንገዲ ናብኡ ተሕልፎ ኣዝዩ ጠቓሚ ካልኣይ ከኣ ውላድካ ኩሉ ግዜ ንዓኻ ኖእ ዝበልካዮ ኩሉ ግዜ ኖእ ምዃና ተረዲኡ እንተድኣ ክዓቢ ጀሚሩ ኩሉ ግዜ ኣብ ዘይተደለየ እዋንን ቦታን ዘይግብኦ ነገር ክሓተካ ኣይኽእልን እዩ ይፈልጥ እዩ እስኻ ኖእ ተልካያ ኖእ ምዃና ናይ ሎምዓልቲ ኖእ ዝበልካያ ፅባሕ ኖእ ምዃና ድሕሪ ፅባሕ ኖእ ምዃና ትመፅ ዘላ ሰሙን ኖእ ምዃና ትመፅ ዘላ ወርሒ እውን ኖእ ምዃና ስለ ዝፈልጥ እንተድኣ ቀፃሊ ንሓደ ነገር ክትገብረሉ ጀሚርካ እቲ ቆልዓ ካኣ ብኡ መጠን ናይ ቀጻልነት ባህሪ ከማዕብል ይኽእል እዩ ብኡ መጠን ካኣ ዘይተደልየ ሕቶን ባእስን ከነውሕድ ንኽእል ኢና ማለት ስለዚ ቀጻልነት ዘለዎ ኣገባብ ኣቀባጽዓ ኣዝዩ ኣዝዩ ኣገዳሲ እዩ ባህሪ ትምህሮም ኣለኻ ካልእ ካኣ ዘይተደልየ ጎነጽን ዘይተደልየ ባእስን እዚኣ ዘምጻልኩም ኣብነት ሕጂ ኣብ ሰኑይ ሰሉስ ካንዲስ ወይ ካኒ ሽኮራዊ ነገር ቸኮላታ ካሪመለ ምግዛእ ኣይፍቀድን እዩ እንተዳልከዮ ኣብ ዓርቢ ቀዳም ሰንበት ግን ትፈቅደሉ እንተዳ ኮንካ ኣብ ዓርቢ ቀዳም ሰንበት ምሳኻ ኣብ ድኳን ክኸይድ ከሎ ግዛኣለይ ተይልካ ክትገዛሉ ፍቁድ ስለ ዝኾነ ክትገዛሉ ኣለካ ማለት እዩ ኣብ ሰኑይ ሰሉስ ግዛኣለይ ተይልካ ከዓ ዘይፈወጦ ዝኮነ ኣይትገዛሉን እኖ ሰሉስ ሰሉስ ኣየድልየካን እዩ ሽኮር ክብዝሕ የብሉን ኣብ ሰሙን ክልተ መዓልቲ ሰለስተ መዓልቲ ይኣክለካ እዩ ኢልካ ሎማዓንቲ እንተ ሎሚ ሰኑይ እኖ ኢልካዮ ሰሉስ ሓይትካ ሰሉስ እኖ ተልካዮ ረቡዕ ሓይትካ ረቡዕ እኖ ተልካዮ ሓሙስ ሓይትካ ከዓ ሓሙስ እንተ ሂብካዮ እቲ ቆልዓ እንታይ ዝምሃር ኦኬ ብዙሕ ግዜ ብምሕታት ክረክብ እኽእል እየ። እዚ ካብ ዓርቢ ቀዳመ ሰንበት፣ ካብ ናይ ቀዳመ ሰንበት ወጻኢ እቲ ካልእ ግዜ ተኽእሎታት ኣለኒ ኢሉ ነቲ ናትካ ኢንኮንሲስተንሲ፣ ዘይቐጻልነት፣ መዝሚዙ ሽዑ ኣብ ዘይተደልየ እዋን ምስ ሰባት ከለኻ ዘይተደልየ ሕቶ፣ ዘይተደልየ ጠለብ ክኣምር ይኽእል ማለት እዩ። ነዚኢታት ንምውጋድ ንምውሓድ ኩሉ ግዜ ብንገብሮ ኣተኣላልማ እቲ ንገብሮ ኣገባብ እቲ ንገብሮ ስነ ስርዓት ኩሉ ቀፃልነት ዘለዎ ክኸውን ከዓ ኣዝዩ ኣዝዩ ኣገዳሲ እዩ ማለት እዩ ስለዚ ክቡራት ኣሕዋት ንሎም መዓልቲ እዚአን ሓሙሽ ኣርባዕተ ሓሳባት ይዘልኩም መፀ እቲ ሓምሸይቲ ከዓኒ ስለምንታይ ንደቅና ንእርሞም ስለምንታይ ንደቅና ዲስፕሊን ንትሕዞም ትብል ቁፅሪ ሓደ ሰሪዓ ዝነበርኩ ማለት እያ ምክንያት ንደቅና እንእርመሉ ስለምንታይ ኢና ዲሲፕሊን ከነትሕዞም ደሊና መጻኢኦም ክጽብቕ ኣፍረይቲ ዜጋታት ክኾኑ ከምቲ እንደልዮም ኮይኖም መታን ክዓብዩ ኢልና ንኦም መጻኢኦም ምእንቲ ክጽብቐሎም ኢና ንእርሞም ማለት እዩ እዚ ነገራት እዚ ከዓ ብኸመይ ገና ንገብሮ ኢልና ኣርባዕተ ነጥብታት ገርና ኣቦናትን ኩሉ ግዜ ሰብኣይ ሰበይትን ብሓድነት ክዓዩ ክኽእሉሎም ኣብዚ ጉዳይ እዚ ኢልና እዚ ክልተ ከዓ ነቲ ቆልዓ ምስ ቀፃዕካዮ ዲስፕሊን ምስ ተትሓዝካዮ ፍቕሪ ይለግሰሉ ኣርእዮ ኢልና ሳልሰይቲ ከዓ ኣብ ቆልዓ ዘሎ ዓቕምታት ክረአ ኣብ ዲስፕሊን ኣብ መቕፃዕ ጥራይ ብዙሕ ፀቒጥካ እና ዝያዳ ዲስፕሊን ከተትሕዞ ክትብል ነቲ ኣብ ውሽጡ ዘሎ ዓቕምታት ነቲ ኣምላኽ ኣብኡ ዘቐመጦ ክቡር ነገር ብልሒ ንመጻኢ እቲ ቆልዓቲ ቆልዓ ኮይኑ ከም ዘይነብር ኣብዚ መዚ ዘሎ ዕድሚኡ ፍሉይ ሰብ ክኸውን ከም ዝኽእል ከም ኩሎም ንሪኦም ዘለና ናይ ሃገር መራሕቲ ይኹኑ ፍሉያት ኢንጂነራት ኣብ ዝተፈላለየ ሰፈታት ኮይኖም ዝሰርሑ ዘለዉ ቆልዑ ከም ዝነበሩ ውላድካ ከዓኒ ኣብዚ መጻኢ ሓደ ካብኦም ክኸውን ከም ዝኽእል ኣብኡ ዘሎ ዓቕሚ ኣንደርማን ከይትገብሮ ከይተናኣእሶ ኣብ ዲሲፕሊን ጥራይ ክትጸቅጥ ከም ዘይብልካ፣ ዓቕሚ ናይቲ ቆልዓ ከኣ ፖተንሻል ናቱ ከኣ ኣብ ግምት እእቲኻ ንኡ ከኣ ዝያዳ ኢንካረጅ ክትገብሮ። እዚ በበይና እቲ ራብዒ ተቐኒ ኣብ ዲሲፕሊን ንውላድካ ኣብ ምትሓዝ ቀጻልነት ኣዝዩ ኣዝዩ ኣገዳሲ ኢልና ማለት እዩ። ስለዚ ኣብ መወዳእታ ጽን ኢልኩም ስለ ትሰማዕኩምኒ ብዝሕ የመስግነኩም። ኣዚኹም ኣዚኹም ኣዚኹም ጠቐምቲ ምዃንኩም እና ኣዘኻኸርኩ፣ ንደቅኹም ዲሲፕሊን ከተትሕዝዎም ከለኹም ከኣ ኣብ ኢድኩም ዘሎ ምሳኹም ዘሎ ቆልዓ ኣዝዩ ክቡር ምዃኑ ኣዝዩ ጠቓሚ ምዃኑ ናይ ጽባሕ ንጎ ፕሬዚደንት፣ ናይ ጽባሕ ንጎ ፕራይም ሚኒስተር፣ ናይ ጽባሕ ንጎ ሚኒስተር፣ ናይ ጽባሕ ንጎ ኢንጂነር፣ ናይ ጽባሕ ንጎ ዶክተር፣ ናይ ጽባሕ ንጎ ፓይለት፣ ናይ ጽባሕ ንጎ ነርስ፣ ናይ ጽባሕ ንግሆ መምህር፣ ናይ ጽባሕ ንግሆ ተወዳዳራይ ኩዕሶ ክኾን ይኽእል፣ ናይ ጽባሕ ንግሆ ኣትሌቲክ ክኾን ይኽእል እዩ። ከምዚ ዓይነት ሰብ ትዕቢ ከም ዘለኻ ተረዲእካ ኣብቲ ውላድካ ዘሎ ፖተንሻል ኣብ ግምት እናእተኻ ኣዝዩ ጠቓሚ ዝኾነ ዜጋ ንኸተፍሪ ኢልካ ዲሲፕሊን ከተትሕዞ ክትሓስብ ኣዝዩ ኣዝዩ ኣገዳሲ ኮይኑ ይርከብ እሞ ዝተፈለየ ሓሳብ ተልኩም ወይ ዝኾነ ርእቶ ዘለኩም ከኣኒ ብክብሪ ኣብ ታሕቲ ከጽሑፍለይ ይዕድመኩም። ኣዝዮም ጠቐምቲ ኢኹም እናበልኩ ውሉድኩም ከ ኣዝዮም ጠቐምቲ እዮም እናበልኩ ዝገድፈኩም ዘለኹ ሓውኹም ተስፎም መልኣከ እየ ብኻልእ ቪድዮ ክሳዕ ንራኸብ ንኹላትና ሰሰናዩ ባይ